ሰላም ጥዕና ይሃበለይ ከመይ ትጸንሑ ዝኸበርኩም ተኸታተልቲ ሃበ ሚድያ ካበ ዝኾነ ይኹን ጽዕንቶ ነጻ ብምዃን እሙናትን ትኩሳትን ሓበሬታታት ከቕርበልኩም ዝተዳለወ ሃበ ሚድያ ክትከታተሉ እናዓደምኩ እንቕርበልኩም ምድላዋት ብትኩሱ ንኽበጽሑኹም ንቻነልና ሰብስክራይብ ብምግባር ናይ ደወል ምልክት ክትነኹን ላይክን ሼርን ብምግባር ድማ ምድላዋትና ናብ ካልኦት ንኽባፅሑ ክትገብሩ ንላቦ። ንሎሚ ሮቡዕ ዕስራን ሓደን ታሕሳስ ክልተ ሽሕን ዕስራን ክልተን ናብ ዘዳለናዮም ዜናታት ከስግረኩም፣ ፈለማ ኣርእስተ ዜና ከስመዐኩም። ላዕለዎት መራሕቲ መንግስቲ ኢትዮጵያን መንግስቲ ትግራይን ዳግም ኣብ ኬንያ ከተማ ናይሮቢ ተራኺቦም ተባሂሉ። ህወሓት ኣብ መበል ሓምሳን ሓሙሽተን ጉባኤ ኣፍሪካ ብሄራዊ ኮንግረስ ኤኤንሲ ተሳቲፋ። ግልጋሎት ስልኪ ኣብ ሙሉእ ትግራይ ንከይጅመር ብልፅግና ዕንቅፋት ይፈጥር ከምዘሎ ተሓቢሩ ዝብሉን ካልኦት ዜናታትን ኣለውና። ክሳብ መወዳእታ ምድላዋትና ክትከታተሉና ይዕድም። ሕዚ ናብ ዝርዝሮም ከስግረኩም። ላዕለዎት ኣመራርሓ ወከልቲ መንግስቲ ኢትዮጵያን መንግስቲ ትግራይን ዳግማይ ኣብ ኬንያ ከተማ ናይሮቢ ተራኺቦም። ትማሊ ክጅምር ተባሂሉ ዝነበረ ዋዕላ ሎሚ ዝጀመረ ኮይኑ፣ ዕላማ እቲ ዋዕላ ብዛዕባ ኣፈፃፅማ እቲ ዝተፈረመ ስምምዕነት ሰላም ንምግምጋም ከምዝኾነ ኣዲስ ስታንዳርድ ፀብፂቡ። እቲ ንሰለስተ መዓልቲ ክፀንሕ ተባሂሉ ዘሎ ዋዕላ ኣተገባብራን መስርሕን ምፍታሕ ዕጥቂ ሰራዊት ትግራይ ምዝዛምን ምፅዳቕን ውዕሊ ስራሕ፣ ግደ ምክትታልን ምርግጋፅን፣ ስጉምትታት ሕብረት ኣፍሪካን ዝብሉ ዛዕባታት ብዝርዝር ክዝተየሎም ትፅቢት ከምዝግበር ይግለፅ ኣሎ። ድሕሪ ስምምዕነት ሰላም ብወገን መንግስቲ ትግራይ ስሳን ሓሙሽተን ሚእታዊ ሰራዊት ትግራይ ካብ ድፋዕ ከምዝወፀ ጀነራል ታደሰ ወረደ ገሊፆም። እንተኾነ ግን ብወገን መንግስቲ ፌደራል፣ ሰራዊት ኤርትራን ዕጡቕ ኣምሓራን እኳ ክወጽእ ከምዘይከኣለን፣ ብሓፈሻ እቲ ስምምዕነት ኣብ ምትግባር ዝሑል ምንቅስቓስ ይግበር ከምዘሎ ጸብጻባት ይሕብራ ኣለዋ። ዝሓለፈ ቀዳም መንግስቲ ኢትዮጵያ ኣብ ዘውጽኦ መግለጺ፣ ሰራዊት ኢትዮጵያ ኣብ ዘይተቖጻጸረለን ከባብታት ትግራይ፣ ብፍላይ ድማ ኣብ ርእሰ ከተማ ከተማ መቐለ፣ ዝተዋደደ ስርቂ ይካየድ ስለዘሎ፣ ሰላምን ድሕንነትን ህዝቢ ንምሕላው ስጉምቲ ክወስድ እየ ምባሉ ንመራሕቲ ህወሓት ኣቖጢዑ እዩ። ፕሬዝደንት መንግስቲ ትግራይ ዶክተር ደብረፅዮን ገብረሚካኤል ብ ዓሰርተ ክልተ ታሕሳስ ኣብ ቤት ምኽሪ ትግራይ ኣብ ዝሃብዎ መግለፂ ብሓይልታት ኤርትራን ኣምሓራን ኣብ ዝተጎበጡ ከባብታት ዝነብር ዘሎ ህዝቢ ግፍዕታት ይፍፀሞ ከምዘሎን መንግስቲ ኢትዮጵያ ድማ ነዞም ሓይልታት ከውፅኦም ከምዘይከኣለ ከሲሶም ምንባሮም እውን ይዝከር። እቲ ኣብ ናይሮቢ ሎሚ ተጀሚሩ ዘሎ ዋዕላ፣ ኣፈፃፅማ እቲ ውዕሊ ስምምዕነት ሰላም ብምግምጋም ተዓዘብቲ ጉጅለ ሕብረት ኣፍሪካ ብተግባር ስርሖም ክጅምሩ ተስፋ ተገይሩ ከምዘሎ ኣዲስ ስታንዳርድ ኣብ ፀብፃቡ ኣመልኪቱ። ተወከልቲ ህዝባዊ ወያነ ሓርነት ትግራይ ኣብ መበል ሓምሳን ሓሙሽተን ጉባኤ ኣፍሪካ ብሄራዊ ኮንግረስ፣ ኤኤንሲ፣ ኣብ ዶሃ ኣፍሪካ ተሳቲፎም። ጉባኤ ኤኤንሲ በቢ ሓሙሽተ ዓመቱ ዝካየድ ኮይኑ ካብ ሸውዓተ ክሳብ ዓሰርተ ሓደ ታሕሳስ ክልተ ሽሕን ዓሰርተ ሓሙሽተን ዓመተ ምህረት ኣብ ጆሃንስበርግ ኣብ ዝተኻየደ መበል ሓምሳን ሓሙሽተን ጉባኤ ውድብ ህወሓት ንክሳተፍ ብዝተገበረሉ ዕድመ ብወኪል ኣቢሉ ከምዝተሳተፈ ተፈሊጡ። ወኪል ውድብ ህወሓት ኣብቲ ጉባኤ ተረኺቡ ኣብ ዘመሓላለፎ መልእኽቲ፣ ምሕዝነት ኣፍሪካ ብሄራዊ ኮንግረስ ዓሌታዊ ስርዓት ኣፓርታይድ ካብ ሱሩ ብምምሓው ሓዱሽ ዲሞክራሲያዊ ስርዓት ምህናፅ ምኽኣሉ ንኣፍሪካውያን ዘሐብን ከይዲ ምዃኑ ተዛሪቡ። ብተወሳኺ ኣብ መልእኽቱ፣ ህዝቢ ትግራይ ኣብ ዝሓለፉ ክልተ ዓመታት ኣብ ልዕሊኡ ዝተኣወጀ ኲናት ኣብ ምክልኻል ምፅንሑ ብምሕባር፣ ሕዚ ዝተገበረ ስምምዕነት ሰላም ፕሪተርያ ብፃዕርን ድጋፍን መራሕቲ ዶብ ኣፍሪካ ከምዝኾነ ብምግላፅ ዝተገበረ ፃዕሪ ብስም ህዝቢ ትግራይ ህወሓትን ምስጋና ኣቕሪቡ። ውዕለ ስምምዕነት ሰላም ፕሪተርያ ከይኹለፍ መንግስቲ ዶብ ኣፍሪካ ብቐረባ ክከታተልን ድጋፍ ንክገብርን እውን ፀዊዑ። ኣፍቲ ጉባኤ መራሒ እቲ ውድብ ሲሪል ራማፎዛ ንካልኣይ ቀፃሊ ሓሙሽተ ዓመታት ክመርሑ ተመሪፆም እዮም። ኢትዮጵያ ስምምዕነት ሰላም ፕሪቶርያ ክሳብ ዘይተግበረት ባንኪ ኢምፖርት ኤክስፖርት ኣሜሪካ ንኢትዮጵያ ልቓሕ ከየፅድቕ ተሓቲቱ። ባንኪ ኢምፖርት ኤክስፖርት ንመንገዲ ኣየር ኢትዮጵያ ከለቅሖ ተሓሲቡ ዝነበረ ሓደ ሚእቲ ሚልዮን ዶላር ከይፍቀድ ኣባላት ኮንግረስ ኣሜሪካ ሓቲቶም። ሶማልያዊት ኢልሃም ዑመር፣ ብራድ ሸርማን ማክጎቨርን ናብ ባንኪ ኢምፖርት ኤክስፖርትን ሚኒስተር ጉዳያት ወጻኢ ኣሜሪካ ሚኒስተር ንግዲ ኣሜሪካን ኣብ ዝለኣኽዎ ደብዳቤ፣ መንገዲ ኣየር ኢትዮጵያ ኣብ ኲናት ትግራይ ዓብዪ ተሳትፎ ነይርዎ እዩ፣ ስለዚ ንገበነኛ ትካል ልቓሕ ክፍቀደሉ የብሉን ኢሎም። መንግስቲ ኢትዮጵያ ንክልተ ዓመት ኣብ ዘካየዶ ኲናት ኣብ ልዕሊ ህዝቢ ትግራይ ገበን ዘርኢ ምጽናት፣ ጾታዊ ዓመጽ፣ ሰላማውያን ሰባት መሰረት ዝገበረ መጥቃዕቲ ፈጺሙ እዩ፣ በዚ ድማ ልዕሊ ሓሙሽተ ሚእቲ ሽሕ ሰላማውያን ሰባት ህይወቶም ከም ዝሰኣኑ እቶም ኣባላት መብርሂ ሂቦም። ድሕሪ ስምምዕነት ሰላም ፕሪቶርያ እውን እንተኾነ እቶም ቃል ዝተኣተዉ ጉዳያት ተፈፀምቲ ኣይኾኑን ዘለዉ፣ ሐዚ እውን ህዝቢ ትግራይ ኣብ ዕፅዋን ክባን እዩ ዘሎ፣ እቲ ውዕሊ ስምምዕነት ሰላም ተግባራዊ ከይተገበረ ዝኾነ ይኹን ልቓሕ ንኢትዮጵያ ክፍቀድ ከም ዘይብሉ ኣተሓሳሲቦም። ካልእ እቶም ኣባላት ዝጠቐስዎ ሓሳብ ድማ ጉዳይ ሰራዊት ኤርትራ ኮይኑ፣ ሰራዊት ኤርትራ ሕዚ እውን ኣብ መሬት ትግራይ ንፁሃን ተጋሩ ይቐትልን የጋፍዕን ከምዘሎ ኣረዲኦም። ቅድሚ ምትግባር ስምምዕነት ሰላም ፕሪቶርያ ንኢትዮጵያ ልቓሕ ክፍቀደላ ምግባር፣ ኣሜሪካ ዓብዪ ጌጋ ትፍፅም ከምዘላ ክትፈልጥ ኣለዋ ኢሎም እቶም ኣባላት ኮንግረስ ኣሜሪካ። ግልጋሎት ንምጅማር ምድላዋት ዛዚምና እኳ እንተሃለና፣ መንግስቲ ብልፅግና ብዝፈጥሮ ዘሎ ምትእጉጓል ግን ዕላዊ ስራሕ ክንጅምር ኣይከኣልናን ክብል ግልጋሎት ቴሌኮሙኒኬሽን ጨንፈር ትግራይ ኣፍሊጡ። ብሰንኪ ኣብ ትግራይ ዝተኻየደ ኣዕናዋይ ኲናት ግልጋሎት ስልኪ፣ ኢንተርኔት፣ ባንኪ፣ ኤሌክትሪክን ካልኦት መሰረታዊ ግልጋሎታትን ተቋሪፆም ህዝቢ ንምግላፁ ዝኸብድ ስቓያት ከሕልፍ ተፈሪድዎ ይርከብ። ኣብ ደቡብ ኣፍሪካ ኣብ መንጎ መንግስቲ ኢትዮጵያን መንግስቲ ትግራይን ዝተገበረ ስምምዕነት ሰላም ድማ ነዚ ፀገም ንምፍታሕ ተስፋ ዝተገበረሉ ኮይኑ ካብቶም ስምምዕነት ሰላም ሓደ ድማ መሰረታዊ ግልጋሎታት ብቕልጡፍ ክኽፈቱ ከምዝግበር ዝሓትት እዩ። እንተኾነ ግን ብመሰረት እቲ ስምምዕነት ሰላም ስልኪ ሓዊሱ ካልኦት ግልጋሎታት ክኽፈቱ እናተገበኦም ሐዚ እውን መንግስቲ ብልፅግና ብዝገብሮ ዘሎ ምትእጉጓል ዕላዊ ስራሕ ክንጅምር ኣይከኣልናን ክብል ግልጋሎት ቴሌኮሙኒኬሽን ጨንፈር ትግራይ ሓቢሩ። ርእይትኦም ዝሃቡ ነበርቲ ከተማ መቐለ ብወገኖም፣ ስልኪ ብዘይምህላዉ ንዝተፈላለዩ ማሕበረ-ቁጠባዊ ፀገማት ከምዝተሳጥሑ ብምግላፅ፣ እቲ ዝተፈረመ ስምምዕነት ሰላም ብቕልጡፍ ተግባራዊ ክኸውንን መሰረታዊ ግልጋሎታት ብህፁፅ ክኽፈቱ ፀዊዖም ይብላ ፀብፃባት ሚዲያታት ትግራይ። ኣብ ትግራይ ግልጋሎት ስልኪ ኣብዚ ሕዚ እዋን ኣብ ከተማ ሽረን ከባቢኣን፣ ከተማ ዓድዋ፣ ኣኽሱም፣ ኣላማጣ፣ ኮረምን ዝጀመረ ኮይኑ ርእሰ ከተማ ከተማ መቐለ ሓዊሱ ኣብ ካልኦት ከባብታት ግን ክሳብ ሕዚ ኣይጀመረን። ኣብ ኢትዮጵያ ዋላኳ ስምምዕነት ሰላም እንተተፈረመ ዝፍፀም ዘሎ ጅምላዊ ግፍዒ ተጠናኺሩ ይቕፅል ኣሎ ክብል ቤተ መዘክር ዝኽሪ ናዚ ሕቡራት መንግስታት ኣሜሪካ ኣፍሊጡ። ቤተ መዘክር ዝኽሪ ናዚ ሕቡራት መንግስታት ኣሜሪካ ከምዝበሎ ሕብረት ኣፍሪካ፣ ባይቶ ፀጥታ ሕቡራት ሃገራት፣ ኣሜሪካ እውን ሓዊሱ ካልኦት ማሕበረሰብ ዓለም እቲ ስምምዕነት ሰላም ተግባራዊ ንምግባር ክሰርሑ ይግባእ ክብል ኣብ ዘውፅኦ መግለፂ ሓቢሩ።

ከምኡ እውን ብክልቲኦም ሓይልታት ከቢድ ግህሰት ሰብኣዊ መሰላት ተፈፂሙ እዩ፣ ስለዚ ስርዓት ተሓታትነት ክረጋገፅ ይግባእ ክብል እውን ኣተሓሳሲቡ። መንግስቲ ኢትዮጵያ ሙሉእን ዘይተገደበን ቀፃልነት ዘለዎም ሰብኣዊ ሓገዛት ናብ ትግራይ ክኣቱ ክፈቅድን ሰበ ስልጣን ኢትዮጵያ ኣብ እዋን እቲ ኲናት ዝተፈፀሙ ገበናት ክኢላታት ዓለም ለኸ ኮሚሽን ሰብኣዊ መሰላት ናብ ኢትዮጵያ ኣትዮም ምርመራ ከካይዱ ክፈቕዱ እውን ይግባእ ተባሂሉ። ሚኒስተር ጉዳያት ወጻኢ ኣሜሪካ፣ ኣብ ኢትዮጵያ ገበን ኲናት፣ ገበን ኣንጻር ሰብኣውነት፣ ከምኡ'ውን ምጽናት ዓሌት ተፈጺሙ ድዩ ዝብል ቁርጽ ዝበለ መልሲ ንህዝቢ ከፍልጥ ከም ዝግባእ እቲ ቤተ መዘክር ጻውዒት ኣቕሪቡ። ኣባላት ኮንግረስ ኣሜሪካ ኣብ ትግራይ ግፍዕታት ይፍጸም ከም ዘሎ ብቖራጽነት ዘካይድዎ ዘለዉ ዝነኣድ ምንቅስቓስ ኣጠናኺሮም ክቕጽልሉ ከም ዝግባእ ዝገለጸ እቲ ቤተ መዘክር፣ ምምሕዳር ኣሜሪካ ሓዊሱ ኩሎም ኣካላት ኣብ ትግራይ ዝፍፀም ዘሎ ማእለያ ዘይብሉ ጨፍጫፍ ጠውጠው ንኽብል ፀቕጢ ክገብሩ ከምዝግባእ እቲ ዝወፀ ሓበሬታ የመላኽት። ዝኸበርኩም ተኸታተልቲ ሃበ ሚድያ ንሎሚ ዘዳለናዮም ዜናታት እዚኣቶም ይመስሉ ነይሮም። ክሳብ መወዳእታ ምድላዋትና ስለ ዝተኸታተልኩምና ኣዚና ነመስግን። ሃበ ሚድያ፣ ብሓባር እነዕብዮ ናታትኩም ሚድያ እዩ። Hub Media.